ድሕሪ ሓሙሽተ ዓመት ኤች ኣይቪ ከም ዘለዎ ምስ ሰምዐት ኣይደልየካን ምስ በለቶ ድሃዩ ዘጥፈአ ሓውና ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ሎማዓልቲ ሒዘልኩም ዝመጻኹ መደብ ብጣዕሚ ደስ ዝብል መደብ እዩ ልክዕ ከምቲ ኣብ መእተዊ ዝሰማዕኹምዎ ንኹላትኩም ተኸታተልተይ ዘጨነቐ ብዙሓት እዛ ዛንታ ፖስት ካብ ዝገብራ ካብ ዝተፈላለየ ሃገራት እናደወልኩም እከለ ድዩ እከለ ድዩ ኣብ ምንታይ በጺሑ እንታይ ገይሩ ባዕልኸ ደውልሉ ጽሓፍሉ ከምዚ ትግበር ከምዚ ትግበር ኢልኩም ኣብ ማኸር ዝቐነኹምኒ ድሃይ ሓውና ኣብ ጀርመን ዝቕመጥ ኣፍቃሪቱ ኣብ ስደት ኣብ ስዑዲ ዓረብ ንትቕመጥ ንሓሙሽተ ዓመታት ብፍቕሪ ጸኒሖም ንሶ ሓዳር ንክገብሩ ኢሉ ኣብ ስዑዲ ኮይና ኣብ መቐለ ገዛ መሬት ገዚኣ ነይራ እዚ ዝገዝአቶ መሬት ድማ እዚ ፕላስ ስሪ ገዛ ኣብ መቐለ ኣስሪሑላ ንብረቱ ወዲኡ ሓዳር ንክገብሩ ንወለዳ እውን ካብ ሃገረ ሰብ ናብ ከተማ ኣውፂኡ ሙሉእ ንብረቶም ኣስሪሑ ገዝኦም ኣስሪሑ ዘቐመጠ ሕያዋይ የዋህ እሙን ኣፍቃሪኣ ኤች ኣይቪ ከም ዘለዎ ድሕሪ ሓሙሽተ ዓመታት ናይ ፍቕሪ ፃንሒቶም ሓሙሽተ ዓመት ብፍቕሪ ምስ ፀንሑ ኤች ኣይቪ ከም ዘለዎ ምስ ሰምዐት ኣይደልየካን ምስ በለቶ ደሃዩ ከምዘጥፈኣ፣ ዓመትን ኣዋርሕን ድማ ኣብ ከቢድ ንብዓት ከምዘላ፣ ንሳን ስድራኣን ድማ ብዙሕ ጽዒሮም ብዙሕ ነገር ፈቲኖም ገንዘቡ ገዝኡ ንክምልስሉ ግን ክሳኸዐሎም ከምዘይከኣለ ብህይወት እንተሃልዩ ድማ ንዓይ ይከታተለኒ ስለ ዝነበረ ኣብዚ ፍቑራት ዝነበርሉ ሰዓት ብህይወት እንተሃልዩ ገዝኡ ንክወስድ ኣለኹ'የ ንኽብላ ብጣዕሚ እናለመነት እናነብዐት ብሪከርዳ ኣምፅኤልኩም ነይረ። ንዓይኳ ኣብ ሳልሳይ ራብዓይ መዓልቲ ይመስለን እንተዘይተጋግየ እዛ ናተይ ድምፂ እዛ ናተይ ቪድዮ ሰሚዑ ከም ዝፀሓፈላ ከም ዝተረኸቡ መፅያ ቀፂለ ሪከርዳ ከስምዐኩም እየ ሙሉእ ሪከርድ እንታይ ገይሮም ብኸመይ ተረኺቦም ዝብል ሙሉእ ሪከርድ ከስምዐኩም እየ ከም ትኩሉ ግዜ ድምፃ ቀይረ ንዓይ እኳ ኣሽዑ ነጊራትኒ እያ እዛ መጀመርያ ዘስምዐኩም ወይ ድማ እዛ ኣብ መወዳእታ ዘስምዐኩም ሪከርዳ መጀመርያ ኣስሚዓትኒ ብጣዕሚ ተሓጒሰ ቐንየ እየ ነገር ግን ሙሉእ ከምፀእልኩም ስለ ዝደለኹ ብዛዕባ ገዝኡ ብዛዕባ ንብረቱ ኣብ እንታይ ኩነታት ኣሎ ብሓፈሻ ሙሉእ ከምፀእልኩም ሙሉእ ሰርፕራይዝ ከምፀእልኩም ስለ ዝደለኹ እየ ኩሉ ነገር ተረዳዲኦም እስካዕ ዝውድኡ ሱቕ ኢለኩም ቀንየ ማለት እዩ ኣነ መጀመርያ እዚ ሪከርዳ እሞ ቐይረ ከስምዐኩም ድምፃ ቐይረ ከምቲ ዝሓለፈ ዘስምዓኹም

ልበና ከፊቱ ክንደይ ጓላት ናብ ዝነበርና ህይወት ተመሊስና ክንደይ ጓላት ኢና ኣቢልና ኣቢየ መዓር ብጣዕሚ እቲ ሚድያ ከተቃኒ እግዚኣብሔር ኣምላክ ድማ ብዓት ኩሉ ብዓት ብኣምላክ ርኸው እዩ እቲ ምክርኪ ተጋዳሽነትኪ ጥዕምቲ ሰብ ኢኺ ብጣዕሚ እግዚኣብሔር ድማ ኣስብኺ ሃልኪ መታኪን ተክትኩን

ተረኪቡ የቐንየለይ ኢሉ ተረኪቡ ክሉ ኣመስጊንኒ ኣነ ከኣ ኣመስጊኑ እየ እቲ ሓደ ሚልዮን ቅርሺ ናተይ ከኣ ሐሊፍለይ ቅርሸይ ኣነ ይደሊ ናብ ናተይ ኣነ ለካም ተኣሚንኪ ኣብዚ ተጠላለን ግዜ ኣሚንኪ ገዛካ ውሰድካ ውሰድ ምባልኪሲ ኣነ ከኣ እቲ ናይቲ ቅርሸይ ይደሊ ንቶም ወለዲ ከኣ ወለደይ ስለ ዝኾኑ እየ ገይረሎም በይነይ ኣክል ኢለ ኣይኮንኪ ገይረሎም ዝያዳ ኢለ እየ ገይረሎም ኢሉ ንወለድኻ ኩሉ ነገር ኣይደልየልኩምን ኢልዎም ጥራይ ኣቲኻትም መርቑኒ ኢልዎም ንሳቶም ለ ብደንቢ ተረዳዲኦም ሓንቲ ኣምስ ካብ ወለዲ ዝወሰደየለይ ካባጊ ሓደ ሚልዮን ቅርሸይ ለ መሊስለይ ብዚ ተረዳዲእና ወለዲ ኩሉ ንብረቱ ካብ ላዕሊ ካብ ታሕቲ ቁልፎም ተረኪቦም ኩሉ ነገር ተረኪቦም ጥራይ ግን ድሽም ድሽም ድማ ደርለሎም ሽግጋር ግን በዓል ምስ ኣተየ ከሻጋግሮ እዩ ማለት እዩ ኣቢ ወዲእና ኣለና እግዚኣብሔር ይመስገን ብጣዕሚ ተሓጒሰ ናቢ ብጣዕሚ ንፈትየኩም ተኸታተልትኺ ፅብቕ ምኽሪ ኣጀኺ ኣይትጥለምዮ ማንቀረቱ ሰርዮ ከምዚ ገሩ የደራኒ ከዓ መጀመርያ ነገር ብዓልተን ኣብቲ ነገር ተተልያፊ የም ጎረይ ኣቢ ኣነ ምኾንኩስ የም ሓደኩ ወይ ኣነ ምኾንኩስ ቱሪታብ የም ሓደኩ ወይ ገለ ኣብቲ ኣስኩራት ኣነ ነዚም ኣሳቂቲ ግዜስ ተኾይኑ ካብ መጀመሪ እዚ ሓደ ወድስ ካብ መጀመሪ ግልጽነት እንድሕር ዘይኮነቲ ድሓር ግልጽነት ክኸውን ኣይክእልን ኢለ ተሻቂቱ ስምዒታዊ ኮይነ በቃ ብጣዕሚ ተናዲደ ግዜ ይይታ ኣይስምየ ሓሙስተ ዓመት ምሉእ እሞ ንሓሽየ እይና ሸውደኒ ነይሩ። ክንድቲ ሕማም ልኣክል ኢለ ብሕርቃንስ ብሕርቃን ተርኣለ ሓሪቐ ገለ ገዲፈዮ እምበር፣ ሸዐልቱ ልቢ ወይ ነጊር እንተ ትጸንሕ ነይሩ ኮካ ኣንተኡ ብትኩስ ነጊር እንተ ትጸንሕ ነይሩ ያህ ኣነ ከዓሲ ተቐቢለ ማንሸሎት ወሲደ ኩሉ ነገር ኣድሒነሲ ንናብ ባዕለይ መተኽዎ ነይረ ሕጂ ግን ሓሙሽተ ዓመት ሕሰብዮ ኣብቲ ባዕለን ደረጃ ካም ዘይገብራት ኣነ ምዃንክስ እዮም ሓደክዎ ኣነ ምዃንክስ ካምዚ ኢላ ነይረን

ኣብ መጀመርያ ኣነ ከምዚ ዓይነት ሕማም ኣለኒ ኢሉ ተዝቐርበኒ ነይሩ ፈሊጠ ተዝኣትዎ ነይረ በቃ ብሓቂ እዩ ዝቐርበኒ ዘሎ ኢለ ምስኡ ክቐጽል ነይረ እየ መስዋእቲ ከፍለሉ ነይረ እየ ኣነ ግን ድሕሪ ሓሙሽተ ዓመት ከምዚ ዓይነት ከቢድ ምሽጥር ከም ዘለዎ ምስ ፈለጥኩ እዚ ምሽጥሩ ሓዊኡ ብምቕራቡ ጥራሕ እዩ ብጣዕሚ ዘሕረቐኒ ክንድኡ ዝኣክል ምሽጥር እንድሕር ሓዊኡ ዝቐርበኒ ኮይኑሲ ካልእ ዘይፈልጦ ምሽጥር እውን ክህልዎ ይኽእል እዩ ብሓሶት ቀሪቡኒ ማለት እዩ፣ ካልእ ዝሓሰወኒ ነገር እውንሲ ይህልዎ ማለት እዩ ዝብል እየ ናብ ምጥርጣር ኣትየ። ስምዒታዊት ኮይነ። ሓሙሽተ ዓመታት ዝኣክል፣ እዚ ኩሉ ዓመታት፣ እዚ ኩሉ ግዜ ከሲረሲ ብሓሶት እዩ ቀሪቡኒ ማለት እዩ ድዩ ናብ ምባል እየ ኣትየ። ኣብ ህይወትክን እንተ ትበጽሕ ነይሩ፣ ንዓኺ እንተ ዘጋጥመክን ነይሩ፣ ድሕሪ ሓሙሽተ ዓመት ከምኡ ዓይነት ምሽጥር ተትፈልጣሉ ነይርክንሲ ንስኽንስ ምገበርክንኡዶ ነይርክን? በዚ ኣጋጣሚ ክሓተክን ዝደሊ ኣነ እውን ማለት እዩ ንኩላትክን ተዛረብያ ኢልክን ንዝሓተትክናን ዋላ ኣብ ኮሜንት እውን ንዝሓተትክና ማለት እዩ ከም ዝሰማዕኹምዎ ዛንታ ኣብ ሕፅር ዝበለ ናብዚ ሚድያ ፖስት ምስ ገበርክዎ እዚ ዛንትኡ ኣብዚ ናተ ዩትብ ሰሚዑ ናብኣ ተመሊሱ ደዊሉላ ናብ ስድራኣ እውን ደዊሉ ኣብዚ መጀመርያ መዓልቲ ሰለስተ ሰዓታት ዝኣክል ዕሊሎም ብህይወት ከም ዘሎ፣ ህይወት ከም ዝመስረተ፣ እዛ ሰበይቱ ድማ ነፍሰ ጹር ከም ዘላ፣ ብሓፈሻ ኣብ ጽቡቕ ህይወት ከም ዘሎ እያ ሰሚዓ። ልዕሊ ኩሉ ከዓ ካብ ዘሐጎሳ ህይወት ምምስራቱ በቃ ብህይወት ምህላው ካብቲ ብህይወት ምህላው ብተወሳኺ ህይወት ምምስራቱ ሓዳር ምምስራቱ ብጣዕሚ እያ ተሓጒሳ። ኣነ ንባዕለይ ብጣዕሚ ካብ ዘሐጎሰኒ ነገር ንሱ እዩ። ኣነ ከምዚ ተስፋ ቆሪጹ ዝኾነ በቃ ናብ ዝኾነ ነገር ዝኣተወ ገለ እዩ ዝመስለኒ ነይሩ ንዓኣ ከምኡ ኣይበልክዋን ብፍላይ ንእሽተይ ድንኩይ ምስ በለት ፖስት ምስ ገበርክዎ ይከታተለኪ እዩ ንከታተለኪ ነይርና ኢና ምስ በለት ንሲ በቃ ብዙሕ ነገር ንሓሰብኩ ነይረ ብጣዕሚ ፈሪሐ ነይረ ግን እግዚኣብሔር ይመስገን በቃ እንድዕት ዝተሓጎስክዎ ሓጎስ ክነግረኩም ኣይክእልን ብሓፈሻ ምስ ወለዳ ተደዋዊሎም ንወለዳ ካብ ሃገረሰብ ኣውፅኡ ገዛ ገዚኡሎም ንብረት ኣስርሕሎም ነይሩ እዩ ዋላ ንሱ እውን ይውሰዶ እዮም ኢሎም ነይሮም እዞም ወለዳ ንሱ ግን ወለድኽ ማለት ወለደይ ስለ ዝኾኑ ደስ ኢሉኒ ስለ ዝገበርኩሎም ምንም ነገር ካብ ናቶም ኣይደልን ኢሉ እዚ ዘስርሖ ጂ ፕላስ ስሪ ምስ ንህብረቱ ኣብ መቐለ ግን ንሳ እቲ ሓደ ሚልዮን ናይ መሬታ ጥራሕ ሂብዋ ኩሉ ወለዱ መጺኦም መፍትሖም ሒዞም ተረኪቦምዎ እዮም ዘለዉ። እቲ ሓንቲ ተሪፋቶ ዘላ ብሽም ኣዲኣ ስለ ዘሎ ካብ ስደት ተመሊሱ ባዕሉ ኣትዩ ናብ ሽሙ ኣዚርዎ ናብ ስደት ንክምለስ ጥራሕ እያ ተሪፋቶ ዘላ። ንሳ እውን ኣብዚ ቀረባ ግዜ ንዓዲ ክትኣቱ ስለ ዝኾነት ሰናይ ትምኒትኩም ክትገልጹላይ ኣብ እዚ ኣጋጣሚ ተላዊባትኩም ዘላ ከምዚ ክትሰምዕዋ ዝጸናሕኩም ድምጻ ስለ ዝተቐየረሲ ንእሽተይ ዘይክርድኦኩም ይኽእል ወይ ዘይተረድኦኩም ነገር ክህሉ ይኽእል እዩ ኢለየ ደጊመ ዝዕለኩም ዘለኹ ነዚ ሓውና እውን እግዚኣብሔር ኣምላኽ ሕጂ እውን ደጊመ ክብሎ ዝደሊ ዋላ ንሳ ዝተመነየቶ ምሕረት ንኸውርደሉ ኩሉ ህይወቱ ጥዑም ኩሉ ህይወቱ ጽቡቕ ነገር ንክኸውን እያ ትምነየሉ ንዓኣ እውን ከምኡ ዓይነት ወይ ድማ ከምቲ ንሳ እትምነዮ ዓይነት የዋህ፣ እሙን፣ ሓቀኛ ኣፍቃሪ፣ ሓቀኛ መናብርቲ ኩሉ ህይወታ ድማ ጽቡቕ ንክኸውን ከምቲ ሓቅነታ ከምቲ ቅንዕና ንሱ ብዓብዩ ቅንዕንኡ፣ እምነቱ፣ ጻዕሩ ነገር ግን ዋላ ናታ ናይ ስድራኣን ቅንዕና ኣነ ብጣዕሚ እየ ተገሪመ ኩሉ ሰብሲ ከምዚ በዓል ማዕተ በዓል እምነት እንተዝኸውን ነይሩ ኢለየ ኣነ ተመንየ በዚ ኣጋጣሚ ኣብዚ ክሕደትን ጥልመትን ዝበዝሖ እዋን'ሲ ንሳን ስድራኣን ከምኡ ገይሮም ናቱ ገንዘብ ንኸይበልዑ ምጭናቖም ማዕረ ክንደይ የዋሃት ሰባት ምዃኖም እየ ርእየ። ናይ ክልቲኦም ናቱ ይኹን ናታን ናይ ስድራኣን ይኹን ብጣዕሚ እየ ተገሪመ ብቕንዕንኦም፣ ብየውሃቶም፣ ብሓቅነቶም ብሓፈሻ ብጣዕሚ እየ ተሓጒሰ። ብናተይ ብዛ ብኣንደበተይ ተዛሪበሲ ናይ ዓመትን ገለን ጭንቂ ናታን ስድራኣን ማለት ብምፍትሐይ ዝተሓጎስክዎ ሓጎስ ክነገረኩም ኣይክእልን። ንኩላትኩም ዝተጨነቕኩም እንኳዕ ደስ ዝበለኩም ክብለኩም ይደሊ። በዚ ኣጋጣሚ ንሎም መዓልቲ ዝነበረትና ፃንሒት እዚኣ እያ ትመስል። ኣብ ቀፃሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ